ራብዓይ ክፋል ገጻ ክስመት ዝኸደኖ እንታይ ክኸውን ከም ዝኽእል ክግምት ኣይከኣልኩን። ምኽንያቱ ግምተይ ናብ ካልእ እዩ ከዘንብል። ሰብኣይኪኸ ደሓን ድዩ? ደሓን እዩ። እንታይ ደኣ ከምኡ ኮይንኪ? በልክዋ ጭንቕ ምስ በለኒ። ኣይፈለጥክን ማለት ድዩ? በለትኒ ትንድድ ኢላ። እንታይ? ተቐላጢፈ መለስኩላ። እህ ጆን ኢላ ርእሳ ብምድናን ክትበኪ ጀመረት። ዝሰማዕኹዎ ነገር ከምዘየለ ጆን እንታይ ከም ዝኾነ ክሓትታ ፈተንኩ። ንምንታይከ እያ ጆኒ ኢላ ትዛረበኒ ዘላ? ምንም ኣይተረድኣንን። ምኽንያቱ ክሒድኒ ካብ ዝኸይድ ኣይስንኳን ብጽቡቕ ብሕማቑ ስሙ ከልዕሎ ኣይደልን። ናብ ትርሓስ ቅርብ ኢለ ርእሳ ኣቕንዕ እናበልኩ እንታይ ኢኺ ኮይንኪ? እንታይ ክትብሊ ዘለኺ? በልክዋ ንኽትዛረብ እናደፋፋእኹ። ጆኒ ዓቢዱ ኢላ ካሊእ ዘረባ ዘይብላ መሊሳ ድንን በለት። ጆን እንተዓበደ ምሳይ እንታይ ዘራኽብ ኣሎ? ዘሕዝን እንዲዩ ኮይኑ ናተይ በደልከ ዘይተሰምዓ ወይ ዘይበጽሓ ድዩ ኮይኑ? ርሓስ ሓፍተይ ብጣዕሚ ሓዚናትሉ ልዕሊ ኩሉ መዓልቲ ንጆን ዘለዋ ፍትወት ሎሚ መዓልቲ ዝወሰኸ ይመስል ዙር ደኣ ዝሰማዕቶ ሚስጥር እንተሃልዩ እምበር ኣዒንታ ክሳብ ዝሓውጡ ኣይነብዐትሉን ዘይወለደታ ህፃን ንኽተዕቢ ዝፈረደላ እናለመነቶ ማንታ ማንታ ኣንቢዕዋ ዝኸደ ሰብኣይ ሓፍታ ሎሚ ዶ ይሕዘኖ? ኣነ ጭንቕ በለኒ ንዓኣ ምዝራብ ገዲፈ ስቕ ኢለ ክሓስብ ጸናሕኩ። ጆን ብቐዱም ጽርግያ ዮዲት እናበለ ክዳኑ እናደርበየ ከም ዝውዕል ዘሎ ዘረባኣ ቁርጽርጽ እናበለት ነገረትኒ። ከም ኣዘራርባኣ ከፊእዎ ዝረኣየቶ እያ ትመስል። ንሰብ ኣይጭከንን ብሓቂ ኣይጭከንን ካነ ዝምሃረኒ ሰብ ግን ጆን እዩ እሞ እንታይ ክትብሊ ዘለኺ ሓላይ ኮንኪ ልዕሊ ትዘደንኒ እቲ ሕዚ ዝኾነ ድዩ ሕዚንኪ በልክዋ እንታይ በዲሉኪ? ንሱ ሽዑ ዝገደፈኪ ምኽንያት ነይርዎ ይኸውን እምበር ካብ ልቢ ከም ዝፈትወኪ ዝነበረ ትፈልጢ እንዲኺ? መለሰትለይ። እወ ይፈልጥ፣ ግን ኣነ ድሕሪ ሕዚ እዚ ወዲ እዚ ክሪኦ ኣይደልን፣ ኣብ ካሊእ ግዜ ኣብ ካሊእ ፍቕሪ እየ ዘለኹ፣ ልዕሊ እሱ ፋኒ እዩ ንዓይ ሰበይ፣ ንሱ እውን እዩ ንዓይ ዝኾነኒ። በልክዋ እታ ዝገደፈኪ ምኽንያት ነይርዎ ይኾን እትብል ዘረባኣ ግን ግር እናበለትኒ ወይ ፋኒ እህ ብኽያታ ቀጸለት እንታይ ኮይና ፋኒ ምስ በልክዋ ብኽያታ ወሲኻትሉ መቸም ሎም መዓልቲ ናይ ብኽያት መዓልቲ እዩ ዝመስል እቲ ንብዓት ግን ንስለይ ከም ዝፈስ ዘሎይ ዘንጋዕኹን ብሓቂ ሞይተ ድየ ክሳብ ክንዲ ዝብከየኒ ኦሃይ ኣነ ዝበኸየይ እኮ እምበር ኣነ ግን የሞትኩን ብዛዕባ ፋኒየ ዝሰማዕክዮ ነገር ኣሎ ድዩ በልክዋ እወ ሰሚዐ ግን ምስ ጆን ንክትኮኒ ቃል እንተዘይኣቲክለይ ኣይነግረክን በለትኒ ኣብ ሕልፊ ምንዳድ ንባዕታ እናነፀገት ሊሊ መዓልቲ መዓልቲ ኣቦይ እናበለት ከም እትሓታ እውን ነገረትኒ ሊሊ ኢላ ክትኮን ትኽእል እያ። ርሓ ዝደለየቶ ነገር ቀዲሙ ስለ ዝተረድኣኒ፣ በዚሖም እንተ ዝድርደሩ ምኽንያት ኣይቕበሎምን። እናበኸየት ብዙሕ ተዛሪባ። ኣነ ግን ምጭቕጫቕ በዚሑኒ። እቲ ዘረባ እውን ርእስኻ ዘሕምም ስለ ዝኾነ፣ ዘረባ ዘይብላ ወጺኤ ንገዛይ ኣምራሕኩ። ንሊለይ'ኳ ትጻወት ምስ ነበረት ሰላም ኣይበልኩዋን። ጆን ናይ ስነ ልቦና ሽግር በጺሕዎ ጠፊኡ ከም ዝነበረ ቅድሚ ሰሙን ሰሚዐ እየ። መዓዘ እዩ መጺኡ መንከ እዩ ደልዩ ኣምጺእዎ ግን ኣይፈለጥኩን። እንታይ ይገብረለይ ስለ ዝነበረ እዩ ኣነ ሕዚ ክኣምኖ ዝኽእል ወይ ድማ ክርህረሉ ዝኽእል ኢለ ምሉእ ንምሉእ ናብ ፋን ተስፋይ ገረ ስለ ዝነበርኩ ንምንታይ ከ እያ ብዛዕባ ፋኒ እንታይ እያ ሰሚዓ ፋኒ ከመይ ግዲ እዩ ንባዕለይ እንተሓተትኩ ናይ ሕልናይ መልሲ ከምዚ ዝብል ነበረ ፋኒ ደኣ ዝፈትወኒ ዝፈትዎ ዝሓልየለይ ዝሓልየሉ መዋእል ፍቕሪ ዝካፈለኒ ኣፍቃርየይ እዩ ስለዚ ርሓስ ሓፍተይ ብዛዕባ ፋኒ ዝፈልጦ ነገር ኣለኒ ዝበለት ብሊሊ እውን ምኽንያት ገይራ ናብ ጆን ክዕረቕ ዝደለየት ከም ዝኾነት ገመትኩ። ምሸት ኮይኑ እስትንፋሰይ ንሰዓታት ሸይጣን ኣብ እትመልሰለይ ዙፋን በይነይ ዝኾነት ዓራት ደየብኩ። ድሕሪ ዝተወሰኑ ሰዓታት ምስ ፋኒ ምስ ተራኸብና ፋኒ ጽቡቕ ኣይጸንሓንን እንታይ ኮይንካ ኢለ ንድሕንነቱ እንትሓቶ ምሳኺ ዘለኒ ርክብ ኣብ ዘየቋርጽ በለኒ። ርሓስ ሓፍተይ እውን እንታይ ክትገብር ከም ዝመጸት ኣብቲ ጎኒ ኮይና ናይ ፋኒ ዘረባ ምስ ሰምዐት ኸምዚ በለትኒ፣ ኢለኪ እንደይነበርኩን ቀደሙ ንዓይ እንተትሰምዕኒ፣ ኣብ ከምዚ ዝበለ ሽግር ኣይንወዳእክን ኔርኪ ኣነ ግን ፋኒ ተስፋ ኣይቆረጽኩን ኣብ እግሩ ወዲቀ ስለ እቲ ዘሕለፍናዮ ናይ ፍቅሪ ግዜ ኢለ ክልምኖ እንተ በልኩ ብእግሩ ረጊሕኒ ዕዝር በለ ኣብቲ ዝወደቅኩዎ መሬት ኮይነ ብብኽያትን ጣዕሳን ሻፍለይ ሕርር እናበልኩ፣ ብድምጺ ኣዕዋፍ ተበሲሩ ሃንደበት ካብ ሕልመይ ተበራበርኩ። እንታይ ክገብር ከም ዘለኒ ጭንቕ በለኒ። ልበይ ምእማን ኣውዩ ፍርሐይ ገደደኒ። ቁርሲ ክበልዕ እኳ ድልየት እንተዘይነበረኒ፣ እቲ ምስ ፋኒ ክንራኸበሉ ዝኽእል ሰዓታት ገና ስለ ዝነበረ፣ ሰዓት ንምድፋእ ቁርሲ በላዕኩ። ከም ወትሩ ክዳውንተይ ቀይረ ናብ ናይ ታክሲ ቦታ ክንራኸብ ስለ ዘለና ናብቲ ናይ ታክሲ ቦታ ክቐርብ ምስ በልኩ፣ ሓንቲ ማእኸላይ ዕድመ ዘለዋ ክልተ ቆልዑ ዝሓዘት ሰበይቲ ኣብ ቅድመይ ጠጠው በለት። እታ ሰበይቲ ፍጹም ኣይፈልጣን፣ ብሱሩ ርእየያ እውን ኣይፈልጥን። ምክንያቱ ብደንቢ እንተስታውዐልኩዋ ምንም ከስታውስ ኣይከኣልኩን። ስቕ ኢላ ጠመተትኒ። ኣነ ውን ጠመትክዋ ወድን ጓልን ብክልቲኡ ጎና ሒዛ ጠጠው በለት እዞም ቆልዑ እዚኦቶም ደቀይ እዮም ከምዚ እንትብለኪ ደቂ ፋኒ እዮም ስለዚ ንስኪ ከምትጉድኢ ርግጸኛ እየ። ምክንያቱ ንዓይ ዋላ እንተዘይኣመንክኒ ፋኒ ልዕሊ እቶም ቆልዑ እዚኦቶም ዝፈትዎ ሰብ ከምዘይብሉ ፍሉጥ እዩ ንከይትጉድኢ ወስኒ ወስኒ ኢላ ኣጥንቂቃትኒ ደቃ ሒዛ ዕዝር በለት ኣነ ኣብቲ ጽርግያ ጠጠው ኢለ ቀረኹ ናበይ ክኸይድ ኣንፈት ጉዕዞይ ጽልምትምት በለ። ብቕልጥፍ ኢለ ከይደ ኣብቲ ታክሲ መትሓዚ እንተበጻሕኩ፣ ፋኒ የለን። ግድን ክረኽቦ ስለ ዘለኒ ደወልኩሉ። ዘለዎ ከባቢ ሓቢሩ ናብኡ ንዒ'ሞ ብሓደ ክንከይድ ምስ በለኒ፣ ብቕልጥፍ ከድኩ። ኣብቲ ከባቢ ብጽሕ ምስ በልኩ፣ ምስ ክልተ ሰባት ነይሩ ካብኡም ፍልይ ኢሉ ናባይ መጸ። እቶም ሰባት ከለልዮም ዋላ እንተ መኰርኩ፣ ርሕቕ ኢለ ስለ ዝነበርኩ ክፈልጦም ኣይከኣልኩን። ንሰቶም ግን ስቕ ኢሎም ጠመቱኒ። ዝሰማዕክዎ ነገር ከም ዘየለ፣ ምንም ናይ ባህሪ ለውጢ እንተይገበርኩ ከም ወትሩ ብጽቡቕ መንፈስ ብሓደ ናብቲ ናይ ግሊ ዝሰርሓሉ ቦታ ከርእየኒ ጕዕዞ ቀጸልና። ኣነ ግን ዋና ዕላማይ እቲ ጆን ዝበለኒ ጆን መን ከም ዝበሃልን ብዓይነይ ክሪኦን ስለ ዝደለኹ እዩ። በሪ እቲ ግቢ ሓሊፍና ክፍልታት እቲ ሕክምና እናተጠዋወና ናብ ሓደ ክፍሊ መርሓኒ። እዚ ክፍሊ ናተይ እዩ ኢሉ ዝሰርሓሉ ቦታ ርኤኒ። ኣነ እውን ርኤ ጽቡቕ ከም ዝኾነ ሓበርኩሉ። ካብቲ ክፍሊ ወጺእና ንእሽተይ ምስ ከድና ናብ ሓደ ሃህ ዝበለ ክፍሊ ኣተና። ኣነ ድንግጽ በልኩ። ምኽንያቱ ሮቤል ዝበሃል ንጆን ዓርኪ እዩ። ፋኒ ድማ ሮቤል ይበሃል መሳርሕተይ እዩ። ኣፋለጠኒ። ነቲ ኣብ ውሽጡ ኮፍ ዝበለ ወዲ እናረኣየ ኣነ ግን ስቅ በልኩ ሮቤል ኣነ ፈሪሐ ምስ ረኣየኒ እምት ኣቢሉ ስቅ በለ እቲ ጆን ዝተብሃለ ካሊእ ክኮን ተስፋ ዋላ እንተነበረኒ ንሮቤል ምስ ረኣኩ ግን ጆን እውን እኒኤ ማለት እዩ በልኩ ንውሽጠይ ተስፋይ ዝባኸነ መሰለኒ። ካብቲ ናይ ሮዌል ናይ ስራሕ ቦታ ወጺእና ተሓከምቲ እናሓለፍና ብዝኸድና ናብ ሓደ ክፍሊ ክንኣቱ ተዓጽዩ ዝነበረ በሪ ክፍት ኣቢሉ እዚ እዩ ናይ ጆን ስራሕ ቦታ ኢሉ መሪሐ ንክኣቱ ኣዘዘኒ። ካብ መጠን ንላዕሊ ስለ ዝፈራሕኩ መሪሐ ንምእታው ፍቓደኛ ኣይነበርኩን። ጎና ጎኒ ተታሒዝና ኣተና። እቲ ክፍሊ ሕሙም መደቀሲ ክፍሊ እምበር፣ ናይ ስራሕ ቦታ ኣይኮነን። ኣብቲ ናይ ሕሙማት ዓራት ሓደ ሰብ ተጋዲሙ ረኣኹ። ፋኒ እቲ ክፍሊ ዕጽው ኣቢሉ ነቲ ተሸፊኑ ዝደቀሰ ሰብ ንኽሪኦ እንጥጥ ኣበሎ። ስኽፍታ ሓምሻይ ክፋል ይቕጽል።